ሎማዓንቲ ሰለስተ ኣዝየን ኣገደስቲ ጥቕሚ ዘለዋ ናይ ነጻ ኣፕሊኬሽን ሒዝና መጺና ኣና። እዛ ኣፕሊኬሽን እዚኣ ድማ መደብ ትበሃል ኮይና እታ ቀዳመይቲ ጥቕማ ናይ ድራይቪንግ ቲዮሪ ፈተና ኣብ ዓዲ እንግሊዝ፣ ነዘርላንድስ፣ ጀርመኒ፣ ካናዳ፣ ኣሜሪካ ወይ ውን ፍራንስ ምስ ትህልው ን ናይ ድራይቪንግ ቲዮሪ ፈተና ክትውዝው ምስ ትደልዩ እዛ ኣፕሊኬሽን እዚኣ ብእንግሊሽ፣ ብትግርኛ ን በትደለናዮ ሃገር ቋንቋ ጌራ ዝተፈላለየ ሕቶታት ብምድላው ነቲ ፈተና ብቐሊሉ ክንሓልፎ ኣዝያ ጠቓሚት ክትከውን ትኽእል እያ። መበል ካልኣይቲ ጥቕሚ ናይዛ ኣፕሊኬሽን እዚኣ ከኣ ሲቪ ምድላውን ናይ ስራሕ ቦታ ምርካብን እዩ። እዚ ክብል ከለኹ እዛ ኣፕሊኬሽን እዚኣ ሓደ ሲቪ ዝብል ፔጅ ኣለዋ። ኣብቲ ፔጅ ምስ ኣተና ድማ እቲ ሲቪ ሓድሽ ክሰርሓልና ትኽእል ንሕና ዝተፈላለየ ኣገዳሲ ሓበሬታ ንህባ። እቲ ሓበሬታ ተጠቂማ AI ብምጥቃም ድማ ሓደ ሙሉእ ሲቪ ከተዳልወልና ትኽእል ቀዳማይ ጥቕሚ። ካልኣይ ድማ ፋይንድ ጆብስ ዝብል ፔጅ ኣለዋ። ኣብዚ ፋይንድ ጆብስ ዝብል ፔጅ ምስ ኣተና ድማ ሃገር ንመርፅ። ሃገር ምስ መረፅና ዝተፈላለያ ኦፊሻል ዌብሳይት ንሕና ከይድና ናይ ዝተፈላለየ ክፉት ስራሕ ዕድል ዘለዎም ትካላት ፖስት ዝገብርሉ ዌብሳይታት፣ ወዘተ እዚኤን ወብሳይታት ምኻድ ድማ እቲ ብኣኣ እተዳለዎ ሲቪ እቲናኻ ናይ ስራሕ ዕድላት ክንረክብ ኣዝያ ጠቓሚት ክኸውን ትኽእል እያ። Still ኣብዛ ናይዛ ሲቪ ፔጅ ከድና ኢንተርቪው ፕረፕ ትብል ኣላ እዚኣ ድማ ናይ ስራሕ ኢንተርቪው ወይ ውን ቃለ መሕትት ምስ ዝህልወና ኣብዚኣ ተዳሊና ንኣቱ ንኽእል ኢና። እቲ ኮመንሊ ወይ ተደጋጋሚ ድሕተት ሕቶታት ኣብዚኣ ኢንተርቪው ፕረፕ ትብል ፔጅ ኣሎ ኣብዚ ድማ ኢንግሊሽ፣ ትግርኛ፣ ሕጂ ውን እቲ ሕቶን እቲ መልስን ተዳልዩ'ሎ። እቲ መልሲ ከኣ ብኸመይ መልክዕ ክንምልሶ ኣለና፣ እቲ ፎርማል ወይ ወግዓዊ ኣዘራርባ ናይ ጆብ ኢንተርቪው ብእንግሊሽ ብትግርኛን ተዳልዩ'ሎ። ስለዚ ነዚ ብምጥቃም ዝኾነ ናይ ጆብ ኢንተርቪው ወይ ቃለ መሕትት ምስ ዝህልወና ተዳሊና ንኣቱ ንኽእል ኢና። And ናይ መወዳእታን ሳልሰይትን ጥቕሚ ናይዛ ኣፕሊኬሽን እዚኣ ድማ ኦርጋናይዘር ትብል ፔጅ ኣላታ። ኣብዛ ኦርጋናይዘር ትብል ምስ ኣተና ድማ ዝተፈላለየ to do lists ናይ ሾፒንግ ድዩ ናይ ካልእ ድዩ ዝኾነ ክንገብሮ ንደሊ ነገራት እሞ ከኣ ብፍላይ ንርስዕ እንተኾይና ብቐሊሉ ኣብዛ ኦርጋናይዘር ኣቲና እቲ ክንገብሮ ደልና ነገራት እናወሰኽናዮ ከም ታስክስ ንኸይድ እሞ መምስ ወዳእናዮ ድማ ቲክ እናገበርናዮ ንኸይድ። እዚ ኸኣ ነገራት ኣብ ግዜኦምን ኣብ ሰዓቶምን ክንፍጽሞም ኣዝዩ ጠቓሚ ክኸውን ይኽእል እዩ። ስለዚ ከም ኩሉ ሻዕ ሳብስክራይብ ምግባር ኣይትረስዑ። And ዝኾነ ሕቶታት ምስ ዝህልወኩም ከም ቀደም ኣብ ኮመንት ግደፉልና። እታ ኣፕሊኬሽን መደብ እተባህለት ኮይና ኣብ ፕለይ ስቶርን ኣፕ ስቶርን ኣብ ዝኾነ ዓይነት ዲቫይስ ሳምሶንግ ይኹን ኣይፎን ኣላ። ብነጻ ድማ ዳውንሎድ ስለትኾን ኣብ ፕለይ ስቶር ወይ'ውን ኣፕ ስቶር ኬድና ዳውንሎድ ምግባር ጥራሕ እዩ ደድልየና። እዚ ድማ ስቴፕ ባይ ስቴፕ ከመይ ጌርና ዳውንሎድ ንገብራ እቲ ናይ ድራይቪንግ ናይ ሲቪ ኤንድ እቲ ኦርጋናይዘር ዝብል ፔጅ ድማ እንታይ ይመስል በብሓደ ንርእዮ። ኦኬ ስለዚ ኣብ ኣንድሮይድ ወይ ኣብ ሳምሶንግ ስለ ዘለኹ ኣብ ፕለይ ስቶር ክኣቱ እየ። ኣብ ፕለይ ስቶር ድሕሪ ምእታወይ ሰርች ኢለ መደብ ኢለ ሰርች ክገብር እየ። መደብ ኢልኩም ሰርች ምስ ገበርኩም እዛ ቀዳመይቲ መጺኣትኒ ዘላ ሰማያዊት ኣፕሊኬሽን ንሳ እያ ኣብኣ ክሊክ ጌረ ድማ ኢንስቶል ክብላ እየ። ኢንስቶል ጌራ ምስ ወደት ከምዚ ኣብዚ ስክሪን ትሪኦ ኣለኹም ኦፕን ክብለ ኦፕን ምስ በልኩዋ ዘን ሰለስተ ደበልናይ ነገራት ኣብዚኣ ፔጅ ክመጻና እየን ሕጂ ናብታ ተገድሰኩም ፓርት ስኪፕ ጌርኩም ኣብዚ ቪድዮ ታይም ስታምፕ ጌረላ ስሩ ኣለኹ ሕልፍ ኢልኩም ክትሪእዎ ትኽእሉ እዮም እቲ ናይ ድራይቪንግ ደይገድሰኩም እንተኾይኑ እዛ ናይ ድራይቪንግ ቅድም ንሪኣ ንኣ ሕልፍ ኢልኩም ድማ ነታ ናይ ሲቪ ትሪእዋ ድሕር እታ ናይ ሲቪን ናይ ቦታ ስራሕን ደይተገድሰኩም ናይታ ቱዱ ሊስት ወይ እውን ኦርጋናይዘር ክንገብሮም ደለና ነገራት ዝርዝርን ቲክ እናገበርናዮም ንኸይድ እንድሕር ደሊኹም ድማ ንዓ ሕልፍ ኣቢልኩም መወዳእታ ኣላ። ስለዚ ቀዳመይቲ በታ ናይ ድራይቪንግ ንጀምር። ኣብዛ ድራይቪንግ ትብል ምስ ኣተኹ ሽዱሽተ ዝተፈላለያ ሃገራት ከተምርጸኒ እያ፣ US፣ Canada፣ UK፣ Germany፣ Netherlands and France። ሕጂ ካብዚኤን ናይ ፍራንስ ወላ ንምረጽ። ፍራንስ ድሕሪ ምምራጽና ልዕሊ ሚእቲ ሕቶ ንፕራክቲስ ክጠቅም ንኽእል ኣለና። እዚ ከኣ ኣብታ ፕራክቲስ ትብል ሴክሽን ኣሎ። እዛ ፕራክቲስ ትብል ሴክሽን ኩሉ ፈቲንና ምስ ወዳእናዮ ድማ ናብታ ቴስት ትብል ሴክሽን ከይድና ክንፍተን ንኽእል ኢና። እዚኤን ክልተ ፍልየን ድማ ኣብታ ፕራክቲስ ሴክሽን ከምዛ ሕጂ ንርእያ ስታርት ኲዌሽንስ ክብላ እየ። ብሰለስቲኡ እዩ ብፍሬንች፣ ብትግርኛ፣ ብእንግሊሽ። ከተምጽኣለይ እያ። ን ሓንቲ ሕቶ ምስ ፈተንኩ ጌጋ እንተላ ስለምንታይ ጌጋ ኣላ ኣነጺራ ኣብ ታሕቲ እንግሊሽ፣ ፍሬንችን ትግርኛን ተጠቂማ ሕጂ እውን ክትሕብረኒ እያ። ኣብዚ እቲ ትግርኛ ትርጉም ሚእቲ ካብ ሚእቲ ፐርፌክት እኳ ተደይኮነ ግን ነቲ ኮንሰፕት ክርድኣና እኹል እዩ። ስለዚ ካብዚኣ ቀጺለ ድማ ኔክስት ክብላ እየ። ካልኣይቲ ሕቶ ክፍትን እየ። ካልኣይቲ ሕቶ ውን ከምኡ እንተተጋግየ ስለምንታይ ተጋግየ ኩሉ ሓበሬታ ክትበኒ እያ። ሕጂ ነዚኣ ፕራክቲስ ገይረ ምስ ወዳእኩ ተዳልየ እየ ፈተና ክወስድ እየ ምስ በልኩ ድማ ኣብዛ ቴስት ትብል ሴክሽን ክመጽእ እየ። ኣብዛ ቴስት ትብል ምስ መጻኹ ስታርት ቴስት ክብለ ኣርባዓ ሕቶ እየን ፕራክቲስ ፍርቂ ሰዓት ልክዕ እያ ትበኒ and ቅኑዕ ኣለኹን ተጋግየን ድማ ኣይትሕብረንን እያ። እታ ዝደለኹዋ ሰሌክት ገይረ ኔክስት ክብላ እየ ስቕ ኢላ እናቐጸለት ትከይድ እያ። ምስ ወዳእኩ ድማ ክንደይ ኣምጺኤ ካብ ሚእቲ እንታይ እንታይ ጌጋታተይ ነይሩ ብሙሉኡ ኣነጺራ ክትሕብረኒ እያ እዚ ጥራሕ ደይኮነ ተደምጻክዎ ሪሳልትስ ከም ሂስትሪ ኣብ ታሕቲ ክትምዝግበለይ እያ ክንደይ ኣምጺ ነይረ ካልኣይ ግዜ ትሑታን ዝፈተንክዎ ድማ ነጥበይ ምስ ተማሓየሸ ክሪኦ ክእል እየ ማለት እዩ ኣብዘን ሃገራት ኮይና ድሕሪ ንድራይቪንግ ቴስት እንዳበሉልና ናብ መደብ ትብል ኣፕሊኬሽን ከይድና ዳውንሎድ ክንገብራ ንክእል ኢና ስለዚ እዚኣ እታ ቀዳመይቲ ሰክሽን ወይ ቀዳመይቲ ፔጅ ነይራ እዚ ድማ ናብታ ካልኣይቲ ፔጅ ንእቶ እዛ ካልኣይቲ ፔጅ ከኣ እዛ ሲቪ ትብል ኣብ ታሕቲ ትረክብዋ እያ ወይ ውን ኣብቲ ሆም ተመሊስኩም ሲቪ ኤንድ ጆብስ ትብል ኣላ ኣብኣ ትኣትዉ ኣብኣ ድሕሪ ምእታውና ሓሙሽተ እተፈላለያ ጠቐምቲ ዝኾና ነገራት ኣለዋ። ቀዳመይቲ ሲቪ ቢልደር፣ ሲቪ ክትሰርሓልና ትኽእል። ካልኣይቲ ካቨር ሌተር ክትሰርሕ ምስ ንደሊ። ሳልሰይቲ ጆብ ትራከር፣ ዝኾነ ናይ ጆብ ሊስት ትራክ ምስ ገበርና። እዚኣ እታ ረላቲቭሊ ብዙሕ ኣገዳሲት ደይኮነት እያ። ካብኡ ቀጺልና ፋይንድ ጆብስን ኢንተርቪው ፕሬፕን ንብላ ኣለዋ። ኣብዛ ፋይንድ ጆብስ ምስ ኣተኹ ከምዛ ትሪእዋ ኣለኹም ሃገራት ኣብ ላዕላ ክተምርጸኒ እያ ቀደም። እታ ዝደለኹዋ ሃገር ንኣብነት ኔዘርላንድስ እንተ መሪጸ እቲ ዌብሳይታት ተቐይሩ። እዚኦም ወብሳይታት ድማ ኦፊሻል ወብሳይትስ ስለድኾኑ ዝተፈላለየ ናይ ስራሕ ዕድል ክንረኽበሎም ንኽእል ወብሳይታት ስለድኾኑ ኣብዚኦም ክሊክ ጌርና ከይድና እቲ ናህና ሲቪ ከነእቱ ንኽእል ኢና እዚ ድማ ዝተፈላለየ ናይ ስራሕ ዕድላት ክኸፍተልና ይኽእል እዩ so እዚኣታ ሓንቲ find jobs ትብል ቀዳመይቲ እያ ካልኣይቲ እቲ ኢንተርቪው ወይ ናይ ስራሕ ቃለ መሕትት ምስ ንፅዋዕ ኣብዛ interview prep ትብል ንኣቱ እሞ ኣብኣ ድሕሪ ምእታውና ዝተፈላለየ ልሙድ ወይ ተደጋጋሚ ዝሕተት ሕቶታት ኣሎ ንሱ ድማ ምስ ትግርኛን ኢንግሊሽን ትርጉሙ ብኸመይ ከኣ ንምልሶ ኽንዳሎ ክትጠቕመና ትኽእል እያ። ካብኣ ውን ምልስ ኢለ እታ ናይ መወዳእታ እዚኣ ከኣ እታ ሲቪ ቢልደር ትብል እያ እታ ሲቪ ክሰርሓልና ኣብኣ ክኣቱ እየ ኣብዛ ሲቪ ቢልደር ትብል ምስ ኣተኹ ሕጂ ውን ሃገራት ከተምርጸኒ እያ ነቲ ፎርማት ናይታ ሃገር ምእንቲ ክመስል so እታ ሃገር ድሕሪ ምምራጸይ ሽመይ ቁጽሪ ተሌፎነይ ኢመይለይን ካልእ ዝተፈላለየ ሓበሬታን እህባ እዚ ምስ ሃብኩዋ ድማ about you ኢላ ሾርት ሳማሪ ባዕላ ትጽሕፈለይ። ኣብ ዛፈላለየ ሲቪ ምስ ንርእዮ፣ ሓደ ሕጽር ማለ ሳማር ኣሎ፣ ብዛዕባ ነብስና ኣጸቢቑ ድገልጽ ማለት እዩ። እዚ ድማ ሲቪ ባዕልና ክንጽሕፍ ድሕር ቁሩብ ኣሸግረና ኣሎ፣ ምስ ቋንቋን ካልእ ምኽንያትን። እዚ ሽምናን ንሕና ስራህናን እንታይ ተማሂርና ኔርና፣ ቅድሚ ሕጂ ደለና ናይ ስራሕ ተሞክሮን ምስ ሃብናያ፣ እቲ ሳማሪ ጽፉፍ ጌራ ባዕላ ትጽሕፈልና። ኣብ ርእሲ'ዚ ንታሕቲ ውርድ ምስ በልኩ፣ ስኪልስ ዝብል ኣሎ። ስኪልስ ድማ ኩሉ ግዜ ኣብ ዝኾነ ሲቪ ዝተፈላለየ ስኪልስ ንዝርዝር ኢና። ብዘይካ እቲ ስራሕና፣ ብዘይካ እቲ ትምህርትና፣ ብዘይካ እቲ ናይ ናይ ስራሕ ኤክስፒሪየንስ ወይ ተሞክሮናን እቲ ስኪልስ ናና እውን ንዝርዝር ኢና። ሕጂ ካብቲ ድሃብናዮ ናይ ስራሕ ተሞክሮን ትምህርትናን ተሞርኪሳ ድማ ክበሃሉ ዘለዎም ስኪልስ ወይ ክህልዉና ዘለዎም ስኪልስ ዝርዝር ኣላ። እዞም ስኪልስ ምስ ሃበትና መወዳእትኡ ድማ ጀነሬት ሲቪ ኢልና ሙሉእ ሲቪ ከነውጽእ ንክእል ኢና እዚ ሲቪ ድማ ብ pdf መልክዕ ክትበና እያ ከም ደለዋ ዳውንሎድ ጥራሕ ንገብራ again እዛ ኣፕሊኬሽን ሚእቲ ካብ ሚእቲ ነጻ እያ ዝኮነ ዝክፈል ነገር የብላን ዳውንሎድ ክንገብራ ከለና ግን ሓንቲ ኣድቨርታይዝመንት ተርእየና እያ generate ሲቪ ኢልና ኣብዛ ታሕቲ ዳውንሎድ ክንብላ ከለና ኣድቨርታይዝመንት ሪኢና ሽዑ ዳውንሎድ ንብላ ቅድሚ ናብኣ ምእታውና ግን ሓንቲ ላብ እዚኣ ኣምፕሊፋይ ዊዝ AI ትብል እዛ ኣምፕሊፋይ ዊዝ AI ትብል ክንውልዓ ንክእል ከነጥፍኣ ንክእል ሕጂ እዛ ኣምፕሊፋይ ዊዝ AI ትብል ተወሊዕናያ እቲ ሓበሬታና ብ AI ክመሓየሽ ወይ ውን ዝያዳ ዝኮነ ምእረምታታት ክግበረሉ እዩ። እዚ ማለት ድማ ምስ ኢንተርነት ኮኔክት ኮይኑ እቲ ሓበሬታና ትራዝሚትድ ክኸውን። እንድሕር ን ኣብዛ ሞባይሊ ክጸንሕ ደልዮ እቲ ሓበሬታ ዝኾነ ብ AI ዝያዳ ኣምፕሊፋይ ምግባር ወይ ውን ዝኾነ ምቅይያር ክገብረሉ ኣየድልየንን እዩ ኢልና ድማ ዘይ ኣምፕሊፋይ ዊዝ AI ትብል ነጥፍኣ። ጀነሬት ሲቪ ንብላ and እታ pdf ናህና ዳውንሎድ ንገብራ። ከምዚ ትርእይዎ ደለኹም እዚ ሽምና፣ ኢመይልና፣ ቁጽሪ ተሌፎንና ምስ መላእና and ዝነበርናዮ ስራሕን ኤክስፒርየንስን Write my summary with AI ትብል ንዓ ብምጥዋቕ ባዕላ ትሰማር ክትጽሕፈልና እያ። ውርድ ኢለ ካብኡ ድማ Suggest skills with AI ክብላ'የ ኩሉ ስኪልስን ካልእን ክትጽሕፈለይ'ያ ስለዚ ወላ ብደይታ ኣምፕሊፋይ ዊዝ AI እታ ሲቪ ከም ደለዋ ዳውንሎድ ክንገብራ ንኽእል ኢና እዚኣ ድማ እቲኣ ካልኣይቲ ጥቕሚ ናይዛ ኣፕሊኬሽን ነይራ ናይ መወዳእታ ናብታ መበል ሳልሰይቲ ጥቕሚ ናይዛ ኣፕሊኬሽን ድማ ንእቶ ቅድሚ ናብታ ሳልሰይቲ ምእታውና ድማ ሓንቲ ሳምፕል ሽም ቁጽሪ ተሌፎን ኢመይል ከም ኣብነት ናይ ሓደ ሰብ ድወድኦ ትምህርቲ ኣካውንታንት ንበሎ ናይ ኣካውንቲንግ ዝወደ ሰብ and ከም ኣካውንታንት ምስ ሓንቲ ትካል ዝሰርሕ ዝነበረ ሰብ ዝነብሮ ዘለዎ ኤክስፒሪየንስ ሂበ ኣሳማሪ ዊዝ AI ትብል ብምጥዋቕ እቲ ሳማሪ ባዕላ ጺሒፋ and እቲ ስኪልስ ባዕላ ዘርዚራ ብ AI ኣምፕሊፋይ ጌራ ዝሰርሓ ታሲቢ ድማ ነዚኣ ትመስል። ኦኬ ካብዚ ቀጺልና እታ መበል ሳልሰይትን ናይ መወዳእታን ጥቕሚ ናይዛ መደብ ትብል ኣፕሊኬሽን ክንርኢ ኢና። እዚኣ ድማ እታ ኦርጋናይዘር ትብል ፔጅ እያ። ሕጂ ናብዛ ኦርጋናይዘር ትብል ፔጅ ክኣቱ እየ። ኣብዛ ኦርጋናይዘር ትብል ፔጅ ምስ ኣተኹ ኣርባዕተ ሴክሽንስ ኣለኒ ኣብዚ ላዕሊ ማለት እዩ። እታ ቀዳመይቲ ታስክስ ትብል እያ። እዛ ታስክስ ድማ ክገብሮ ዝደለኹ ነገራት ብፍላይ ብብዝሒ ንርስዕ እንተኾይና እቲ ክንገብሮ ዝደለና ነገራት ኣብዚ ታስክ ከነእትዎ ንኽእል። ንኣብነት ቀዳመይቲ Go Shopping ኢለ Go Shopping ኢለ Add ኢለያ ኣለኹ። እታ Go Shopping ድማ ክገብራ ከም ዘለኒ ኣብቲ To Do List ተዘርዚራ ኣላ and ምስ ዝገበርኩዋ ምስ ፈጸምኩዋ ከኣ Tick ክገብራ ትስረዝ። ልክዕ ከምኡ Shopping List ኣለና ክንገዝኦም ዝደለና ነገራት ብፍላይ ምስ ከድና ንርስዖም እንተኾይና ኣብዚ መዝጊብናዮም ንጸንሕ። ሕጂ ውን Add ክገብራ እየ። ገለ ክገዝኦ ዝደለኹ ነገር እዝርዝር Books ኢለ ንኣብነት ሓንቲ እእትዮ ኣለኹ። ገዚኤ ምስ ወዳእኩዋ ሽዑ ቲክ ክገብራ እዚ ድማ ን ንርስዕ ምስ እንኾን ኣዝዩ ጠቓሚ ክኸውን ይኽእል እዩ። ናይ መወዳእታ ከኣ ኣፖይንትመንት ትብል ኣላ ኣድ ኣፖይንትመንት ኢለ ዝኾነ ዓይነት ኣገዳሲ ቆጸራ ምስ ዝህልወኒ ኣብዛ ከም ደይርስዖ መዘኻኸሪ ክገብር ይኽእል ማለት እዩ። ኦኬ ስለዚ እዛ መደብ ትብል ኣፕሊኬሽን ነዚኤን ዝተፈላለያ ጥቕምታት ኣለዋ ኬድኩም ዳውንሎድ ጌርኩም ቸክ ግበሩዋ and ከም ቀደም ሳብስክራይብ ምግባር ኣይትረስዑ። ሕጂ ውን ዝኾነ ሕቶታት ምስ ዝህልወኩም ኣብ ኮመንት ግደፉልና። Thank you guys for watching I'll see you in the next video።